ኣበይ ደኣ ኣለኻ? ሕጂ ደኣ ወጺኤ ኣለኹ፣ ጽንሕ ኢለ ግን ገዛ ክምለስ እየ። ኦይ! እወ መምህር፣ ገዛ ከይኸድካ ከለኻ ተንራኸብ ጽቡቕ ነይሩ። ኣገዳሲ ነገር ተኾይኑ ሕራይ ንራኸብ። እምበር እታ ናይ ገዛና ወግዕኻ እቲኣ ቐናይ ቀዳም ቀዳም ትፈልጣ እንዲኻ? እታ ቡን ድያ? እወ
ሲስተረይ ናውቲ ቡነን ቀረይበን ኮፍ ኢለን ክጽበያ እየን። ደሓን ደሓን
ንራኸብ እሞ ንሲስተር ከኣ ቀስ ኢልና ንኸዳ። ንስኻስ ኣካል ናይቲ ቡን እንዲኻ?

እንድሕር ግዜ ኣልይካ ኮይኑ ዝመረጽካዮ ስተ መግረ። ደሓን ደሓን ከምቲ ዝበልካዮ ከይንድንጒ ቀልጢፍካ ጥራሕ ምጻ። ኖኖ ኣይንድንጒን ኣነውን ኣብ ጥቓኻ ኣብካዮ ዘለኹ። መጻኹ። በቃ ኣብቲ ኣብ ደገ ክጽበየካ እየ። ሕራይ ሕራይ መጻኹ። በቃ ቻው።

ዝወደኣ እንታይ ኣንዶ መምህር እንታይ ድዩ ሓሲበ መስለካ ነዛ ሰይቲ ዓብዱሲ ከይድናስ ዋላ ብደውና እውን ክንበፅሓ እሞ ነቶም ቆልዑ ከመይ ለውጡ ኣለዎም ትምህርቲ ከመይ ኣለዉ ገለ ክንብላ ደልየ ነይሩ ዋ እዚ ደኣ ቅዱስ ሓሳብ ጽቡቅ ሓሲብካ እምበር። ምስኪናይ ዓብዱ ካብ ትመውት ሸውዓተ ወርሑ ጌሩ እቲ ሓዘን እብለካ ኣለኹ ድሕሪ ምምልላስና ሲ ብድሕሪኡስ ኣይከድናያን ሕጂ ሲ ሎሚ ጽባሕ ሎሚ ጽባሕ ክንከዳ ገለመታት ክንብል ከይከድና ሕጂ ግን ኣጋጣሚ ኣነ ንስኻን ተራኺብና ከለና ሲ ገለ ክንዕወተላ ደልየ። እዋ ኢለ እየ። እዚ ድኣ ኣዝዩ ዓቢ ዓወት እምበር። እዋኑ ከይድናሲ እንታይ ኣሎ ዘድሊ እንታይ ካባና ትደልዮ ነገራት ኣሎ ዘድልየኪ ነገር ተልዩሲ ጸውዕና ኣይትሰከፍን እብላ።
ጽቡቕ ሞራል እንድዩ ሓዘንተኛ ከኣ ሞራል ዝህቦ ኣጆኻ ዝብሎ እዩ ዝደሊ እዚ እኳ ደንጒና ወደይ ንዓና ይብል ንዓና።

እታ ግርማይ? እይ
እታ ዕንኪ? እይ። ኣይትኸ ደሓን በል ሕራይ ደሓን ደሓን ብናይ መምህር በስ ብናይ መምህር ዝቕጥቅነ ኣለዋ። እወ ከምኡስ በል። በቃ በቃ ደሓን ወዴ ወዴ ቀልጢፍኩም ምጹ ጥራይ ትደንጉዩ። ሓራይ ሓራይ መጻና መጻና ቻው ሓራይ ኦኬ ኣሲስተር ሕራይ በስ ኣነ ንግርማይ ደ- ደ- ደልውሉ ኢለከ ክንደዚ ሰሓቕታይ ምስ ግርማይከ ዋ ኣንተ ደን ክልቲኦም እዮም ደለዉ ዘርኣይ እኳ የረኺብኒ ኣይ ምስቲ ዘንጋር ግርማይ እንተልዩ ደኣ እንታይ ኢሉ ክምለስ ኣብኡ ፈቐድዩ ሃቴል ከብሎ ክውዕል እንድዩ ሃቴል ተብሎ እቲ ወደይ ብዓንተብኡ ደንገዝኡ ከይመልሶ ኣነ ደልኩኺ ንወደይ ደሃዩ ግበሪ ስኽን ከኣ ስሓቅ ተራይ እኮ ሓቅኺ። ዳሓን ይድሓን ንመጽእ ኣለና ይኒ ይድሓን።

እዞም ቆልዑ ሪኢኺ ንዓኺ ዓይኒ ዓይንኺ ክርእዮም ካባኺ ሞራል ምትብባዕ ከድልዮም እዩ ዝሞተ ስለ ዘይምለስ ከኣ ሓዘን ተበዝሒ ዋጋ ብሉን እወ
ወይልኡ ንሱ እምበር ንሕና ደኣ ኣበይ ከይንበጽሕ ንሱ ግን ሓንቲ መዓልቲ ከየዕረፈ ሃለኽለኽ እናበለ ምስ እከለ ገለ ኣለኒ ንእከለ ገለ ሂበዮ ከይበለ እባ ክዱ ከይበለ ክዱ እንታይ ግበር ኢልኪ ኢኺ ሞት ሓያል መንጣሊት ንሕና ከዓ ኩሉ ግዜ ኣለና ኢና ከዓ ንብል ኣለና እዋ ንብል
ስምዕን ደፋጥና

ንእከለ ገለ ሂበዮ ምስ እከለ ገለ ኣለኒ ትዝብል ደኣ ጽቡቕ ነይሩ ግን ከኣ ብዓቢኡ ከሱ ከይድዎ ኣሎ እወ ሓቅኺ
ክሰርሕ ከጥሪ ደቀይ ኣብ ዝብጻሕ ከብጽሖም እየ እናበለዎ ምስኪናይ ኣቦ እዋእ
እንታይ መስለኪ ፋጥና እዛ ሂወትና ቢኬሪ እያ መዓስ እያ ወዲቃ ትስበር ኢልና ኣይንፈልጥን ኢና ኣለና ጥራሕ ኢና ንምውት ኣይመስለናን እዩ ስለዚ ኩሉ ግዜ እስኺ ፅንዓት ከድልየኪ እዩ ማለት እዩ ንሕና ከዓ ኣብ ጎንኺ ኣለና እቲ ንገብሮ ዝግብኣና ንሕና ክንገብሮ ስለ ንኽእል ዝኾነ ዘድልየኪ ነገር ንዓና ልኣኽና እንሻኣላህ እወ እወ ረሲዐዮ ኩሉ ነገር ኣብ ጎኒ ከለና እወ ረቢ ናቱ ገብር ንሕና ኸኣ ናትና ናይ ረቢ ዓቢ ኸኣ ኩሉ ፍቓዱ እዩ ክብረት ይሃበለይ ዝሕዋተይ የቐንየለይ ሻሂ ኣፈሊሓ ትኸውን ሻሂ ክብለካ

ኣክሊ እዚ ሰብዚ ሲ ሂብኒ ነይሩ ኢሉ ዝመልሰንሲ ቆርጢሞ ወፅእ
ዘለቅሖም ወይ ዝሃቦም ሰባት ትፈልጦም ኣለካ ፈልጥ ወ
ለዝፈለጥ እንደዛረበካ ዘሎ ብጭቡጥ ትፈልጦ ሰብ ኣለካ ኣለዎ ወ ንኣብነት ኢሳቅ ዓብዱ ቅድሚ ምማቱ ክልተ ቅነ ኣቢሉ ገብር ሓምሳ ሽሕ ከምዚኣ ገይሩ ቆፂሩ ኣረኪብዎ
እታ ግርማይ

ግርማይ ዓርከይ ኣክንዲ ሰብ ኮይንካ ምዝራብ ከባድ እንድያ ምናልባት እውን ጸጊምዎ ክኸውን ይኽእል ዓሰርተ ግዜ ጸጉሞ ዝጸገመ ጸጉሞ እዚ ናይ ድሞተ ሰብሲ ካብ ጸጊምኒ ድሰዶ ክሳገም ካብ ኣተወ ኣትዩ ካብ ድሰርሐ ሰሪሑ ነዚአን

ኣደይ ንመጀመርያ ግዜ በቃ ንዘርኣይ ክትቃወም እያ ኣነ ሰማዕ ኣለኹ ናይ ደሓን ድዩ ኣቲ ስቅባኒ ተመያዝኒ ምስ ወደይ ወይለይኪ ኣነ ነቲ ኣይብል ነቲ ኣይብል ነትለ ነዛ ንማዕተበይ እየ ድዛረብ ዓር። ኣክን ወዲ ርግበይ ከምዚ ከማክን ሓቀኛ እንድዩ ተሳኢኑ ዘሎ። ሓቀኛ ሰብ ዳኣ ኣበይ ክርከብ ሎሚ። ኣነስ እንታይ ማለተይ እየ መስለኩም ኣነ ንኢሳቅ ከም ዝፈልጦ ዘይናቱ ዝደሊ ሰብ ኣይኮነን ሕጅስ ካብ ህውኽ ኢልካ ሃባ ኣምጻኣዮ ምባልሲ ኤእ ቁሩብ ግዜ ተዝወሃቦ ጽቡቅ ኔሩ ማለተይ። እዋ እሞ ካብዚ ንላዕሊ ሸውዓተ ወርሒ እኮ ይግርድር ካብ ሸውዓተ ወርሒ ንላዕልስ ታይ ክዋቦ። ሸውዓተ ወርሒ ኣበለ ኣቱም ሰባት ታይ ተስምዑኒ ኣለኹም ኣንኮይ ሸውዓተ ወርሒ ዕርፍ መሰለት ዋና ሸውዓተ መዓልቲ እኳ ምጽናሕ ኣይመድለዮ ነትለ ኪድ ኢሉ ነታ ሰይቲ መዋቲ በል ዝሓፍተይ ሕማቅ እኳ ኢተረኪቡ ግዳ ፈጣሪ እንድዩ ፈቂድዎ ግና እዚኤን ተለቂሐን እረ እሞ እንኪ የቀንየለይ ኢሉ ንፅብሒቱ እኳ ይክባ ነይርዎ ታይ ማለት ኢካ ሸውዓተ ወርሒ ኢልካ ዘረባ። ለካ ፅቡቅ ኣለኽን ትኽክል ኢኽን ዘለኽን። ሓቆም እዮም ዘርኣይ ሓወይ ስምዓዮም እሞኒ እዚ ሰብ እዚስ ኣይሃባ እሞ ደሓነ ግን ኣነስ ክንድዚኤን ገንዘብ ተለቂሐሉ ነይረ እየ

ነታ ሂወቱ ንሱ ከ እንታይ ሒዝላ ድዩ ንዕኡ ንበይኑስ መን ዶ ክትነብር ኢካ ኢልዎ እዩ ጓለይ። እወ ክስታይ እኮ እዩ ናይ ገሊኦም ደልክ ድኹም ንስኺ እዩ ሰነፍ ዝኾነ ኣተሓሳስባ ምሽ ኣለኪ ወለ ኣለቃሕ ምውት ወይ ተለቃሕ ይምውት እንዳበሉሲ ስቅ ኢሎም ኣልዕል ቢሎም ገንዘብ ሰብ ይወስዱ። እሽ ግርም እባ ግርማይ ወደይ ይብለካ ኣለኩ ከይትምሕሮ ዘንሰል ድምፃ እየን እንዳልካ ኣንጠልጥሎ እምበር እዚሲ ደምፀ ናይ መስልን ትረክ ኣለካ እንታይ ድበሃል ምስላ ኣሎ መስልኩም ናይ ኣለቅሕ ቀታሊ ለቕሑ ደይከፍል ከኣ ከታሪ ድበሃል ምስላ ኣሎ ሕጂ ከኣ እዚሲ ናይ ምንታይ ከትርብልዎ ናይ ምንታይ ከትርብልዎ ደቀይ ከታሪ ተበልኩንካ ኣየናይ ከታሪ ዝምታ በሎ እምብሪ። ዝምታ ንበይኑ እዩ እዚስ ዳንጋ እዝጊሄር ዝዓተረ መሲልዎ እምበር እዋ ዝተለቃሕካዮ ምምላስ እቲ ክቡር ባህርልና እንድዩ ወደይ። ኤህ እሞ ንሶም ኣበይ ፈሊጦሞ ኢልኪ እምቢ። ግርማይ ወደይ ከይትምሕሮ ከይትገድፎ እየ ድብለካ ደለኩ።

ግርማይ ሓወይ እዚ ክትዛረቦ ዝጸናሕካ ኩሉ ሓቂ እዩ ቁኑዕ ተግባርካ ናይ ሓደ እሙን ሰብ ክገብሮ ዝግባእ ተግባር ኩኣ ከገድፍ ግና ኣጋጣሚ ቅድሚ እታ ሓደጋ ዘጓነፈቶ ዕለት ቅድሚ ክልተ ሰለስተ መዓልቲ ይኸውን ነቲ ሰናይ ተግባሩ ኣመስጊነስ ገንዘቡ መሊሰሉ እዩ
መሊስካና

ብ ግርመንበሪ ግረ ኢሳቕ ናይ ብሓቂ ጽቡቕ ጌርካ ግርማይ ከኣ ከለቅሓካ ከሎ እምበር ከም ዝመለስካሉ ስለ ዘይፈለጠ እዩ ከዘኻኽረካ መጺኡ። ጽቡቕ እምበሪ
ብተግባሩ እኮ ተሓጉሰ እያ ኣነ። ኣይኮነን ዶ ናይ ዝሞተ ናይ ዘሎ ሰብ ከማን ተለቃሕካዮ ቀንየለይ ኢልካ ንተለቃሒት ምምላስ ካብቲ ቡሉጽ ክብርታትና። ናይ ብሓቂ